ካብ እግዚኣብሔር ኣቦናን ካብ ጎይታና መድሓኒና ኢየሱስ ክርስቶስን ጸጋን ሰላምን ምስ ኩላትኩም ይኹን ፍቁራት ኣምላኽ እግዚኣብሔር ምሕረቱ ኣብዚሑ ኣብዚ ኣብጺሑና ኣሎ ስሙ ንዘልኣለም ዝተኸበረን ዝተመስገነን ይኹን እዚ ሰሙን እዚ ሰሙነ ሕማማት ብፍሉይ ንጎይታ ኢየሱስ ክርስቶስ እንሓስበሉ እሱ ስለና ኢሉ መከራ ከም ዝጸገበ ስለና ኢሉ ከኣ ኣብ ሞት ስለ ናይ ልቡ ሞቱ ምስ ኣምላኽ ከም ዘተዓረቐና ንዝክረሉ ሳምንታት ስለ ዝኾነ ሎማዕንቲ ውን ሓደ ክፍሊ ናይ መጽሓፍ ቅዱስ ክንርኢ ኢና ወንጌል ማቴዎስ ምዕራፍ ዕስራን ክልተን ካብ ሓደ ክሳብ ዓሰርተ ኣርባዕተ ዘሎ ከንብቦ እየ ወንጌል ማቴዎስ ምዕራፍ ሓደ ምዕራፍ ዕስራን ክልተን ካብ ሓደ ክሳብ ዓሰርተ ኣርባዕተ ከምዚ ይብል የሱስ ከም ብሓድሽ ብምስላ ኸምዚ ኢሉ ነገሮም፣ መንግስተ ሰማያት ንወዱ መርዓ ዝገበረ ንጉስ ትመስል። ንሱ ኸኣ ነቶም ናብ መርዓ ዝተዓደሙ ክጽውዖም ክጽውዕዎም ኣገልገልቱ ለኣኸ፣ ክመጹ ኣይደለዩን። መሊሱ ድማ ነቶም ዕድማት እንሆ መኣደይ ኣዳልየ ኣለኹ፣ ሰባብሑተይ ኣስዋረይውን ሓሪደ ዅሉ ተዳልዩ ኣሎ እሞ ናብ መርዓይ ንዑ። በልዎም ኢሉ ኻልኦት ኣገልገልቱ ለኣኸ። እቶም ዕዱማት ግና ሸለል ኢሎም ከዱ፣ ገሊኦም ናብ ግራቶም ከዱ፣ ገሊኦም ድማ ናብ ንግዶም ከዱ። እቶም ዝተረፉ ኸኣ ነቶም ኣገልገልቲ ሒዞም ኣዋረድዎምን ቀተልዎምን። እቲ ንጉስ ተቖጢዑ ወታደራቱ ልኢኹ ነቶም ቀተልቲ ኣጥፍኦም፣ ከተማኦምውን ኣንደደ። ሽዑ ንኣገልገልቱ፣ መርዓይሲ ዝተዳለወ እዩ፣ ግናኸ እቶም ዝዓደምናዮም ኣይብቑዓትን እዮም። ስለዚ ናብ ቀራናታት መገዲ ኺዱ እሞ ንዝረኸብኩምዎ ዘበለ ዅሉ ናብ መርዓ ጸውዑ በሎም። እቶም ኣገልገልቲ ድማ ናብ መገድታት ወጺኦም ንሕያዎትን ንሕሱማትን ዝረኸብዎ ኵሉ ኣከቡ። እቲ ኣዳራሽ መርዓ ኸኣ ብኣጋይሽ መልአ። እንተ ዀነ፣ እቲ ንጉስ ነቶም ተቐማጦ ኺርኢ ምስ ኣተወ፣ ክዳን መርዓ ዘይተኸደነ ሓደ ሰብኣይ ኣብኡ ረኣየ እሞ፣ ዓርከይ፣ ክዳን መርዓ ኸይተኸደንካ ከመይ ኢልካ ናብዚ ኣቶኻ? በሎ። ንሱ ግና ትም በለ። ሽዑ እቲ ንጉስ ንኣገልገልቱ ኸምዚ በሎም፣ ኣእዳዉን ኣእጋሩን ኣሲርኩም ብኽያትን ምሕርቃም ኣስናንን ናብ ዘለዎ ፍጹም ጸልማት ኣውጺእኩም ደርብይዎ። ከመይ ጽዉዓት ብዙሓት ሕሩያት ግና ውሑዳት እዮም ይብል። ስለቲ ቃል እግዚኣብሄር ኣምላኽና ዝተኸበረን ዝተመስገነን ይኹን። ናይ ትምህርትና ኣርእስቲ ናብ ናይ የሱስ መርዓ ንዑ ዝብል እዩ። ናብ ናይ የሱስ መርዓ ንዑ፣ ጐይታና ኢየሱስ ክርስቶስ ኣብዚ ብምሳሌ እዩ ዝምህር ዘሎ። ሓደ ዓብዪ ግብጃ፣ ሓደ መርዓ ዝተዳለወ ኣሎ። ናብዚ መርዓ እዚ ንዑ፣ ክትመጹ ከለኹም ድማ እዚ ስርሑ ወይ ድማ እዚ ሒዝኩም ምጹ ኣይኮነን ዩ ዝብሎም ዘሎ ከምዚ ግበሩ ናብዚ መርዓ እዚ ክትኣትዉ ተኮይንኩም እዚ ጽዒርኩም እዚ ከምዚ ጌርኩም ንዑ ኣይኮነን ዝብል ዘሎ መንግስቲ ኣምላኽ ብወዱ ብኢየሱስ ክርስቶስ ዝተዳለወላ መርዓ እያ። እግዚኣብሄር ኣቦ ሓደ መርዓ ኣዳልዩ እዩ። ንሱ ድማ ብወዱ ብኢየሱስ ክርስቶስ ዝተዳለወ መርዓ ከም ዝኾነ እዩ ኣብዚ ንርኢ። መንግስቲ ኣምላኽ ናይ ሓጎስ ቦታ እያ። ናይ ደስታ ቦታ እያ። ንዑ ብምባል እያ ትጅምር እዛ መንግስቲ እዚኣ። መንግስቲ ኣምላኽ ንዑ ብምባል እያ ትጅምር ክብለኩም ከለኹ ጎይታ የሱስ እንታይ ኢሉ ኣብ ማቴዎስ ምዕራፍ ዓሰርተ ሓደ ቁጽሪ ዕስራን ሸሞንተን ኣቱም ጾር ዝኸበደኩም ኣቱም ሸኽሚ ዝኸበደኩም ናባይ ንዑ እዩ ዝብል ስለዚ መንግስቲ ኣምላኽ ንዑ ብምባል እያ ትጅምር እንታይ ገይረ እየ እሞ ናብዛ መንግስቲ እዚኣ ክኣቱ ምንም እንታይ ሰሪሐ እየ እሞ ናብዛ መንግስቲ እዚኣ ክኣቱ ዋላ ሓደ ዋላ ሓንቲ ናባይ ንዑ እዩ ዝብል ጾር ዝኸበደካ ምስ ሓጢኣትካ ምስ ጾርካ ኢኻ ናብ የሱስ ትቐርብ እምበር ንስኻ ጾርካ ኣብ ካሊእ ኣራጊፍካ ኣይኮንካ ናብ የሱስ ትመጽእ ገለ ገለ ሰባት ናብ ጎይታ የሱስ ክርስቶስ ዝቕረብ ነጺህካ ጸሪኻ እዩ ይብሉ። ነጺህካ ጸሪኻ ዝቕረብ እንተ ኮይኑ ባዕሉ እኮ ባዕልካ እኮ በጃ ትኸውን ኣለኻ ባዕልካ እኮ መድሕን ትኸውን ኣለኻ የሱስ ደኣ ንምንታይ ኣድልዩ? ጎይታ የሱስ ክርስቶስ ናባይ ንዑ ኢሉ። ስለዚ ንሕና ነዳልዎ ድግስ ኣይኮነን እዚ። እዚ መርዓ እዚ ንሕና ባዕልና ነዳልዎ ኣይኮነን ንሕና ሽጉርቲ ንኸትፈሉ ወይ ንሕና ዘይቲ ነዳልወሉ ወይ ከምኡ ዓይነት ኣይኮነን እዚ መርዓ እዚ እግዚኣብሔር ኣቦ ብወዱ ብኢየሱስ ክርስቶስ ዘዳለዎ መርዓ እዩ ናብዚ ናብ ኢየሱስ ዝተዳለወ መርዓ ንዑ እዩ ዝብለና ዘሎ እዚ መርዓ እዚ ኩሉ ሰብ እሺ ክብሎ ዝግባእ መርዓ እዩ እዚ ድግስ እዚ ኩሉ ሰብ ኣሜን ኢሉ ክቕበሎ ዋላ ሓደ ክተርፎ ዘይግባእ መርዓ እዩ። ንኹሉ ሰብ ዝተዳለወ እዩ። ኣሕዋተይ እግዚኣብሄር ብወዱ ብኢየሱስ ክርስቶስ ዘዳለዎ መርዓ ኣሎሞ ንዕኡ እዩ ዝብለና። እቲ ምሳሌ ታይ ኢሉ እዩ ዝጅምር? ኢየሱስ ከም ብሓዱሽ ብምስላ ከምዚ ኢሉ ነገሮም። ከም ብሓዱሽ ክብል ከሎ ቅድሚኡ መዓት ምስላ ብዛዕባ መንግስቲ ኣምላኽ ይምህር ስለ ዝነበረ እዩ። መንግስተ ሰማያት ንወዱ መርዓ ዝገበረ ንጉስ ትመስል ይብል። ሓደ ንጉስ ንወዱ መርዓ ኣዳልዩ ብዝብል እዩ እቲ ምስላ ዝጅምር። ንወርዑ መርዓ ኣዳልዩ። መርዓ ምስ ኣዳለወ ነቶም ኣገልገልቱ ኸምዚ ኢሉ ልኢኽዎም፣ ንሱ ኸኣ ነቶም ናብ መርዓ ዝተዓደሙ ኪጽውዕዎም ኣገልገልቱ ለኣኸ፣ ኪመጹ ኣይደለዩን እዩ ዚብል። እዚ ንጉስ ወደይ ይምርዐ ስለ ዘሎ፣ ንወደይ ዘዳለኽዎ መርዓ ስለ ዘሎ፣ ናብኡ ምጹ ኢሉ ኣገልገልቱ ለኣኸ እዩ ዚብለና። ግን ንሳቶም ክመጹ ኣይደለዩን። እቶም ዝተጸውዑ ሰባት ሸለል በሃልቲ እዮም ነይሮም፣ ድሌትሲ ኣይነበሮምን። ብኸመይ ትርዱ ክመጹ ኣይደለይን እዩ ዝብለና። ክንመጽእ ኣይንደልን ኢና ምስ በሉ ነቲ ናይ ንጉስ መርዓ ነቲ ንወዱ ኢሉ ዘዳለዎ እቲ ንጉስ ክንመጽእ ኣይንደልን ኢና ምስ በሉሲ ኣይ ኣቢኹም ዲኹም በቃ ኣይኮነን መሊሱ እዩ ልኢኹ ዝብለና ኣብ ቁጽሪ ኣርባዕተ መሊሱ ድማ ነቶም ዕዱማት እንሆ መኣደይ ኣዳልየ ኣለኹ ሰበብ ኣብ ሕተይውን ኣስዋረይን ሓሪደ ኩሉ ተዳልየ ኣሎ እሞ ናብ መርዓይ ንዑ በልዎም ኢሉ ካልኦት ኣገልገልቱ ለኣኽ መጀመርታ ልኢኹሎም ነይሩ ኣይንመጽን ኢሎም ኣብዮም መሊሱ ድማ ን ክትተርፉ የብልኩምን እዚ መርዓ እዚ የድልየኩም እዩ እዚ መርዓ እዚ ምስታፍ ዓብይ ነገር እዩ ግዴታ ናብዚ መርዓ እዚ ክትመጹ ኣለኩም ኢሉ ካልኦት ኣገልገልቲ ድማ ልኢኹ እዩ ዝብለና እንታይ ዓይነት ንጉስ እዩ ኣሕዋተይ እዚ እዚ ንጉስ እዚ ሲ እምቢ ንዝበሉ ሰባት እምቢ ኢልኩም ዲኹም ኢሉ ሰይፊ ዝልእኽ ዘይኾነስ መሊሱ ድማ ናብዚ መርዓ እዚ ንዑ ኢሉ ዝጽውዕ ንጉስ እዩ ንዑ ኢልዎም ካልኣይ መልእኽቲ ልኢኹሎም። ናይዚኦም ምላሽ ግን የሕዝን የሕዋተይ። እቶም ዕድማት ግና ሸለል ኢሎም ከዱ እዩ ዝብለና። ገሊኣቶም ናብ ግራቶም ከዱ ገሊኣቶም ከኣ ናብ ንግዶም ከዱ ይብል። ንኣብዚ ዕድመ ዝተዓደሙ ሰባት ዝተፈላለየ መልሲ እንድዮም ሂቦም ካብኣቶም እቶም ፍርቆም እንታይ እዮም ኢሎም ሸለል ኢሎም ሸለል ዝበሉ ሰባት ነይሮም ኣብዚ ክንርኢ ከለና ሸለል ኢሎም ካብኡ እንታይ ገይሮም ኣይ ናብዚ መርዓ እዚ ኣይንኸይድን ኢና ገሌና ገሊኦም ናብ ንግዶም ከዱ ገዲኦም ናብ ግራቶም ከዱ እዩ ዝብለና ኣሕዋተይ ንጉስ ጸዊዕካ ፍሉይ መርዓ ተዳልዩ ሸለል ኢልካ ናብ ስራሕካ ናብ ንግዲ ይኽየድ ድዩ? ምናልባት ኣሕዋተይ እዞም ሰባት እዚኦም ከመይ ዓይነት ሰባት እዮም ነይሮም ክንብል ከለና ኣብ ካሊእ ክፍሊ እውን ተጠቒሱ እንድዩ ኣብ ወንጌል ሉቃስ ንረኽቦ ኢና ወንጌል ሉቃስ ምዕራፍ ዓሰርተ ኣርባዕተ ቁጽሪ ዓሰርተ ሸሞንተ ጀሚሩ ብዛዕባ እዚ ከምዚ እዩ ዝብል ወንጌል ሉቃስ ምዕራፍ ዓሰርተ ኣርባዕተ ቁጽሪ ዓሰርተ ሸሞንተ ኩሎም ከኣ ሓቢሮም ከመኻንዩ ጀመሩ እቲ ንጉስ ናብቲ መርዓ ንዑ ምስ በሎም እቲ ቀዳማይ ግራት ዓዲገ ኣለኹ እሞ ናብኣ ወፊረ ኽርእያ ብግዲ ስለ ዘድልየኒ ኽተመኻንየለይ እልምነካ ኣሎኹ፣ በሎ። እቲ ኻልኣይ ድማ፣ ሓሙሽተ ጽምዲ ብዕራይ ዓዲገ ኣሎኹ፣ ኽፍትኖም ከኣ ክኸይድ እየ እሞ፣ ክተመኻንየለይ እልምነካ ኣሎኹ። እቲ ሳልሳይ ከኣ፣ ሰበይቲ ኣእትየ ኣሎኹ እሞ፣ ኽመጽእ ኣይኰነለይን እዩ፣ በሎ ይብል። እዞም ሰባት እዚኣቶም ምኽንያት ዝደሉ ሰባት እዮም ነይሮም። ናብዚ መርዓ ንዑ ክበሃሉ ከለዉ ኣይ ሰበይተይ ኣላትኒ በቃ ምስ ሰበይተይ ግዜ ከሕልፍ እየ፣ ግራት ኣለኒ ናብ ግራት ክኸይድ እየ፣ ንግዲ ኣለኒ ንግደይ ክነግድ እየ ኢሎም ዝኣበዩ ሰባት ነይሮም እዩ ዝብለና ኣብዚ ቃል ኣምላኽ። እንታይ ዓይነት ዘይምስትውዓል የሕዋተይ! እዚ መርዓ እዚ እንታይ እዩ ምሳሌ እዩ ዝዛረብ ዘሎ ጎይታ የሱስ? እቲ ንጉስ እግዚኣብሔር ኣቦ እዩ። ብወዱ ብኢየሱስ ክርስቶስ ዘዳለዎ መርዓ ኣሎ። ብወዱ ብኢየሱስ ክርስቶስ ዝተኸፈለ ናይ መስቀል ስራሕ ኣሎ። ናብዚ ንዑ ኢሉ ይጽውዕ። ኣሕዋተይ መዓት ሰባት ወንጌል መስኪሮምልኩም ይኾኑ እዮም። እዚ መርዓ እዚ ኣሕዋተይ ኢየሱስ ክርስቶስ ስለና ኢሉ ዝፈሰሶ ብደም ኢየሱስ ዝተዳለወ መርዓ እዩ። ናብዚ መርዓ እዚ ኩልኹም ንዑ ጾር ዝኸበደኩም ዝተባሃለሉ መርዓ እዩ። ናብዚ መርዓ እዚ ዋላ ሓንቲ ጌርካ ኣይኮንካን ትኣቱ ገለ ምንም ኣየድልን ብእምነት ትኣትዎ እዩ ናብዚ መርዓ እዚ። ኣዳልዩ። ገለ ገለ ሰባት ወንጌል ክንገሮም ከሎ ኣይ ገና እንዴ ንእሽተይ ግዜ የድልየኒ እዩ ይብሉ። ገለ ገሊኦም ኣይ ኣብ ካሊእ ኣብ ንግዲ ዓለም እየ ዘለኹ ይብሉ። ገሊኦም ኣብ ግራት ኣብ ስራሕ እየ ዘለኹም ይብሉ። ነቲ ጻውዒት ናይ ጎይታ ምቕባል ይኣብዩ። ገለ ገለ ሰባት ናብዚ ድግስ እዚ ምጹ ክበሃሉ ከለዉ እንታይ ሒዘ እየ እሞ ክኣቱ ይብሉ። ዋላ ሓንቲ። ታይ ሒዝካ ክትኣቱ ድኣ ተዳሊልካ ኣሎ እሞ እዚ መርዓ እዚ መጺኻ ተኻፈል እኮ እዩ እስኪ ሓደ ናይ ዓለም መርዓ ሰብ ጸዊዕኩም እሲ እስኹም ከይድኩም ምብላዕ እያ ናሃትኩም ትጽበ ልክዕ ከምኡ ብወዱ ብኢየሱስ ክርስቶስ መስዋእትነት ዝተኸፈለ ኣሎ ናብኡ ንዑ ኢና ንብሃል ዘለና ኣሕዋተይ ናይ ዘልኣለም ሂወት ተዳልይልኩም ኣሎ እዚ መርዓ እዚ ናይ ዘልኣለም ሂወት እዩ ኣሕዋተይ ብዕራይ ዝተሓረደሉ ኣይኮነን በጊዕ ዝተሓረደሉ ኣይኮነን ኢየሱስ ክርስቶስ ዝተሓረደሉ እዩ እዚ መርዓ እዚ ስለይን ስለኹምን ኣብ መስቀል ዝተሓምሸሸሉ መርዓ እዩ እዚ መርዓ እዚ ተሓሪድካስ ብደምካ ካብ ብዘሎ ቋንቋታትን ዓሌታትን ንኣምላኽና ዝኾኑ ካህናት ገበርካዮም ከም ዝብል ቃል ኣምላኽ ኢየሱስ ክርስቶስ ዝተሓረደሉ መርዓ ኣሎ ናብዚ መርዓ እዚ ንዑ እዩ ዝብለና ዘሎ እዚ መርዓ እዚ ኣሕዋተይ ብነፃ ዝኾነ እቲ ዋጋ ሕሳር ስለ ዝኾነ ኣይኮነን፣ ሓደ ኢየሱስ ክርስቶስ ዋጋ ስለ ዝኸፈለሉ እዩ። እቲ ክቡር ሕይወቱ ዝኾነ ኢየሱስ ክርስቶስ ዋጋ ስለ ዝኸፈለሉ እዩ እምበር እዚ ድግስ እዚ ሕሳር ስለ ዝኾነ ኣይኮነን። ናይ ዘለዓለም ሕይወት ኣሕዋተይ ብነፃ ክበሃለና ከሎሲ ወዱ ኢየሱስ ክርስቶስ ዝተሓረደሉ ዋጋ ዝኸፈለሉ ስለ ዝኾነ እዩ። ስለዚ እቶም ብሓደ ኣንፈት ዝነበሩ እንታይ ኢሎም ሸለል ኢሎሞ ነዚ መርዓ እዩ ዝብለና ገሊኦም ድማ ተቃወምቲ ነይሮም ገሊኦም ናብ ግራቶም ገሊኦም ድማ ናብ ንግዶም ከዱ ምስ በለ እቶም ዝተረፉ ከዓ ነቶም ኣገልገልቲ ሒዞም ኣዋረድዎምን ቀተልዎም ገለ ገለ ሰባት ነዚ ወንጌል እዚ ነዚ ናይ የሱስ ክርስቶስ ዝተኸፍለ ውዕለታ ንዑ ተቐበሉ ኢሎም ንዝምስክሩ ሰባት እንታይ ይገብሩ? ይቐትሉ፣ ይወቕዑ። ከምዚ ዓይነት ዝፍጽሙ ሰባት ከም ዘለዉ እዩ ብምሳሌ ጐይታ የሱስ ክርስቶስ ዝነግረና ዘሎ። እዞም ሰባት እዚኦም ሃይማኖት ኣለና በሃልቲ እዮም። ዘይምቕባል እኮ ሓደ ነገር እዩ። ኣነስ ንየሱስ ክርስቶስ ኣይኣምንን ምባል ሓደ ነገር እዩ። ካብኡ ሓሊፍካ ግን ነቶም ናቱ ልኡኻት ምቕታል ንምንታይ ብስራት ነጊርኒ ንምንታይ ወንጌል ምህርኒ ኢልካ ምውቃዕ ንምንታይ ወንጌል ተዛሪቦም ኢልካ ክተጥፍእ ምሙኳር እንታይ ዝበልዎ ዕውርነት የሕዋተይ እዚ እንታይ ዝበሃል ዘይምስትውዓል እዩ ዘሕዋተይ እዞም ሰባት እዚኦም ነቶም ነቲ ንጉስ ዝለኣኾም ኣገልገልቲ ቀቲሎሞም እዩ ዝብል ኣብዚ ዘመን እዚ እውን መልእኽቲ ናይ የሱስ ክርስቶስ ወንጌል ሒዞም ንዝመፁ ሰባት ከምዚ ገይሮም ዝቐትሉ ኣለዉ እዚ ከም ዝፍፀም ክንፈልጥ ይግባኣና ሸለል በሃልቲ ነይሮም ድማ ነቶም ባሮት ቀተልቲ እውን ነይሮም ስለምንታይ ትምህሩና ስለምንታይ ወንጌል ትምህሩና ስለምንታይ የሱስ የሱስ ትብሉ ኢሎም ቀቲሎሞም ኣሕዋተይ መልእኽተኛ ናይ የሱስ ክርስቶስ ምቕታል ምስጓግ ንባዕሉ ንኢየሱስ ክርስቶስ ምስጓግ እዩ ዝገርመኩም ከምዚ ምስ ገበሩ ነቶም ኣገልገልቲ ሒዞም ኣዋረድዎምን ቀተልዎምን ምስ በለና ታይ እዩ ዝብል እቲ ንጉስ ተቆጥዐ ወታደራቱ ልኢኹ ነቶም ቀተልቲ ኣጥፍኦም ከተመኦም እውን ኣንደደ ይብል ዝገርመኩም እዚ ትንቢት እዚ ኣብ ኢየሩሳሌም ተፈጺሙ እዩ። እዚ ትንቢት እዚ ኣብ ኢየሩሳሌም ተፈጺሙ እዩ። ከመይ ተፈጺሙ? ነቶም ነዚ ድግስ እዚ ዘዳለወ ንየሱስ ክርስቶስ ቀቲሎሞ ሓሊፎም ድማ ነቶም ናህቱ መልእኽተኛ ኣገልገልቲ ዝነበሩ ሃዋርያት ቀቲሎሞም ድሕሪኡ ብሰብዓ ዓመተ ምረት ብቲቶስ ተቓጺላ ኢየሩሳሌም እዚ ትንቢት እዚ ካብቶም ዝተፈጸሙ ሓደ እዩ። ኣሕዋተይ ብዙሕ ሰብ ወንጌል ክስበኽ ከሎ ካብ ምቅዋም ሓሊፉ ዝቀትል ኣሎ። ምናልባት ሕገ መንግስቲ ፈሪሑ እዩ ከይእሰር እምበር ንክቀትል ዘይሕነ ሰብ የለን። ኢየሱስ ተባሂሉ ክለዓል ከሎ ከመይ ሰባት ልቦም ከም ዝርበሹ እግዚኣብሔር ምሕረት ይግበረሎም ስለዚ ኣሕዋተይ ኣብ ዓለም ሲ ብዛዕባ ፊልም ኣልዕሉ ወይ ድማ ብዛዕባ ኩዕሶ ኣልዕሉ ዋላ ሓደ ሰብ ዝትንክፈኩም የለን እሂ ታይ ዳበለ ይሰምዐካ ብዛዕባ ኢየሱስ ክርስቶስ ክተልዕል ከለኻ ኢኻ ሰባት ስደት ጸርፍን ላግጽን ኣብ ልዕሌኻ ዘብጽሑ ነቶም ኣገልገልቲ ቀተልዎም ይብለና ሽዑ ንኣገልገልቱ፣ እቲ ንጉስ፣ መርዓይሲ ዝተዳለወ እዩ፣ ግናኸ እቶም ዝዓደምናዮም ኣይብቑዓትን እዮም። ስለዚ ናብ ቀራናታት መገዲ ኺዱ እሞ፣ ንዝረኸብኩምዎ ዘበለ ዅሉ ናብ መርዓ ጸውዑ፣ በሎም። እቶም ኣገልገልቲ ድማ ናብ መገድታት ወጺኦም ንሕያዎትን ንሕሱማትን ዝረኸብዎ ዅሉ ኣከቡ፣ እቲ ኣዳራሽ መርዓ ኸኣ ብኣጋይሽ መልአ ይብለና። እቶም ዝተዓደሙ መጀመርታ እስራኤላውያን እዮም ነይሮም፣ ኣይሁዳውያምን እዮም ነይሮም ኣሕዋተይ። ግን ኣብዮም ንወንጌል ኣይንቕበልን ኢሎም፣ ንኢየሱስ ክርስቶስ ኣይንቕበልን ኣይንደልን ኢሎም ሰቒሎሞ። ነቶም መልእኽት ነቶም ናቱ ልኡኻት እውን ከምኡ ቀቲሎሞም። ግን እንታይ ኢሉ ንሕሱማት ንዝረኸብኩምዎ ዘበለ ኩሉ ኪዱ ጸውዕ ኢሉ እስራኤል ኣይሁዳውያን ንየሱስ ክርስቶስ ኣይንቕበልን ምስ በሉ ንዅሉ ዓለም እቲ ድግስ ተጸዊዑ ንዓይን ንዓኻትኩምን ተጸዊዕና ስለ ዝግብኣና ኣይኮነን እቲ ድግስ ንሕና ንዕኡ ዝበቅዕ ህይወት ስለ ዝነበረና ኣይኮነን ኣሕዋተይ ናብዚ መርዓ እዚ ተጸዊዕና። ናብ ናይ የሱስ መርዓ ዝተጸዋዕና፣ ናብቲ እግዚኣብሔር ኣቦ ብወዱ ብኢየሱስ ክርስቶስ ንወዱ ንኢየሱስ ክርስቶስ ሓሪዱ ዘዳለዎ መርዓ ዝተጸዋዕና ንሕና ብቑዓት ስለ ዝኾንና ኣይኮንናን። ንሕና ኩላትና ብበደልናን ብኣበሳናን ምዉታት ዝነበርና፣ ኣብ ቅድሚ ኣምላኽ ፍንፉን ሕይወት ዝነበረና፣ ኣብ ቅድሚ ኣምላኽ ዘብቅዕ ሕይወት ዘይነበረና እኮ ኢና ንሕና ኣሕዋተይ። ግና ብወዱ ብኢየሱስ ክርስቶስ ገይሩ ጸዊዕና። ቃል ኣምላኽ ከምኡ እዩ ዝብለና። ኣብ ቀዳማይ ቆሮንቶስ እንረኽቦ ኣዝዩ ዘገርም ቃል ኣሎ። ቀዳማይ ቆሮንቶስ ምዕራፍ ሓደ ካብ ዕስራን ሽዱሽተን ጀሚሩ፣ ቀዳማይ ቆሮንቶስ ምዕራፍ ሓደ ካብ ዕስራን ሽዱሽተን፣ ኣሕዋተየ ኣብቲ መጸዋዕታኹም እሞ ተመልከቱ፣ ብዙሓት ካባኻትኩም በተሓሳስባ ለባማት ወይ ሓያላት ወይ ጭዋታት ኣይነበርኩምን እዩ ዝብለና። ንሕና ጭዋታት ስለ ዝነበርና ኣተሓሳስባና ጽቡቕ ስለ ዝነበረ ኣይኮነን ጸዊዕና ናብዚ መርዓ እዚ። ለባማት ስለ ዝነበርና ማ ኣብ ቅድሚ ኢየሱስ ማንም ሰብ ኣነሲ ለባም ስለ ዝነበርኩ ወይ ጻድቕ ስለ ዝነበርኩ እየ ተጸዊዐ ኢሉ ክሓስብ ከም ዘይብሉ እዩ ኣብዚ ቅዱስ ጳውሎስ ዝምህረና። ኣምላኽ ግና ነቶም ጠቢባን ምእንቲ ከሕፍር ንዕሽነት እዛ ዓለም እዚኣ ሓርየ። ነቶም ብርቱዓት ምእንቲ ከሕፍር ከኣ ንድኻም እዚኣ ሓርየ። ነቲ ዘሎ ከንቱ ምእንቲ ክገብር ከኣ ነቲ ብዓለም ሕሱሩን ንዕቕን ዘየሎን ሓርየ። እዚ ኸኣ ሰብ ኣብ ቅድሚ ኣምላኽ ምእንቲ ከይምካሕ ኢሉ እዩ። ኣብ ናብዚ መርዓዚ ንክትኣቱ ዋላ ሓንቲ ዘመክሕ የብልካን። ለባም ስለ ዝኾንካ፣ ጨዋ ስለ ዝኾንካ፣ ቅዱስ ስለ ዝኾንካ ኣይኮነን። ንሕና ኣበሰኛታት ኢና ኔርና፣ ንስኻትኩም ግና ካብኡ ኣብ ክርስቶስ የሱስ ኢኹም ዘለኹም፣ ንሱ ኻብ እቲ ኻብ እግዚኣብሄር ዝተዋህበና ጥበብ እዩ፣ በዚ ጥበብ እዚ ድማ ጽድቅን ቅድስናን ድሕነትን ኰነልና፣ እዚ ኸኣ እቲ ዝምካሕ ብእግዚኣብሄር ደኣ ይመካሕ ዝብል ጽሑፍ ምእንቲ ኺፍጸም እዩ ይብለና። ክብሪ ንኣምላኽ ይኹን። ጽድቅን ቅድስናን ድሕነትን ኰነልና፣ ብመን? ብኢየሱስ ክርስቶስ። ስለዚ ኣሕዋተይ ናብዚ ድግስ እዚ ንሕና ብቑዓት ስለ ዝኾንና ወይ ከኣ ይግብኣኩም እዩ ተባሂልና ኣይኮንናን። ወዱ ኢየሱስ ክርስቶስ መስዋእትነት ዝኸፈለሉ ስለ ናይ ኢሉ ደሙ ዘፍሰሰሉ መርዓ ስለ ዝኾነ ብወዱ ብኢየሱስ ክርስቶስ ኢና ናብዚ መርዓ ዝኣቲና። ኣሕዋተይ እንታይ ኢሉ ዝወደቑ ዝረስሑ ሰባት ኣለዉ ሕሱማት ዝረኸብኩሞ ዘበለ ኩሉ ፀውዒ ኢሉ ናብዚ መርዓ እዚ ኣሕዋተይ ክትኣቱን ዘይክትኣቱን ዝኽልክለካ ዘይምእማንካ እዩ እምነት ተለካ እወ እቲ ዝተሓረደ ገንሸል ኣምላኽ ንዓይ ኢልካ ትኣምን ተኾይንካ ብመንነትካ ኣይኮነን ዝርእየካ ጎይታ እግዚኣብሔር ኣቦ ብወዱ ብኢየሱስ ክርስቶስ ስለ ዝርኢ ኣመንዝራ ይኹን ዓመጸኛ ይኹን ሓሳዊ ይኹን ቀታሊ ነፍሲ ይኹን ናብዚ ክኣቱ ይኽእል እዩ እሱ ዘድልዮ እሱ ሓጥእ ምዃኑ ምእማን ኢየሱስ ክርስቶስ መድሕን ምዃኑ ምእማን እዩ ዘድልዮ ናብዚ መርዓ እዚ ንክኣቱ ንዘረኸብኩምዎ ዅሉ ጸውዑ ኢሉ። ስለምንታይ ኢና ወንጌል ንዅሉ ሰብ ንምስክር? ንዝረኸብኩምዎ ዅሉ ስለ ዝበለ፣ ኵሉ ሰብ ክድሕን ስለ ዘለዎ፣ ኵሉ ሰብ ኣብዚ መርዓ እዚ ተሳታፊ ክኸውን ስለ ዘለዎ። ንሕና ዝወደቕና ኢና ኔርና ኣሕዋተይ። ንሕና ኣብ ቅድሚ ኣምላኽ ዘቐርብ ዋላ ሓንቲ መጐስ ኣይነበረናን። ግን ብወዱ ብእየሱስ ክርስቶስ እሱ ብዝኸፈሎ ውዕለታ ኢና ናብኡ ኣቲና። እዚ ምስ በለ ኣብቲ መርዓታይ መዓት ኣጋይሽ መሊኡ እዩ ዝብለና። ኩሉ ብዙሕ ሰብ ተጸዊዑ። እንተኾነ እቲ ንጉስ ነቶም ተቐማጦ ክርኢ ምስ ኣተወ ክዳን መርዓ ዘይተኸደነ ሓደ ሰብኣይ ኣብኡ ረኣየ ይብል። መቸም እቲ ንጉስ እቲ ድግስ ዝደገሰ ሰብ እንታይ እዩ ዝገብር እንታይ ዝጎደለ ኣሎ እንታይ ክንምልእ እንዳበለ ይርኢ እዩ። ልክዕ እቲ ንጉስ ረኣየ። ናብቲ መርዓ መጺኡ ምስ ረኣየ፣ ሓደ ክዳን መርዓ ከይተኸደነ ናብቲ መርዓ ዝኣተወ ነይሩ ይብለና። ናብ መርዓ ክትኣቱ ከለኻ ቱታ ተኸዲንካ ኣይኮንካን ትኣቱ፣ ነቲ መርዓ ዝኸውን ክዳን ተኸዲንካ ኢኻ ትኣቱ። ልክዕ እዚ ሰብ እዚ ድማ ንመርዓ ዝኸውን ክዳን ከይተኸደነ ኣትዩ እዩ ዝብለና። እንታይ ማለት መስለኩም እዚ ናብዛ መንግስቲ ኣምላኽ እዚኣ ናብዛ ድግስ እዚኣሲ ብናተይ ጻዕሪ ወይ ከኣ ብናተይ ግብሪ ከኣቱ እየ ኢልካ ምእማን ማለት እዩ መን ኢልካ በየናይ ሕጊ መዓዝ ሕጊ ፈጺምካዮ ንስኻ ኣብዚ ተረኺብካ እዩ ዝብሎ ዘሎ ሕግስ ሓጢኣት እዩ ዘፍልጥ እሞ ዋላ ሓደ ብሕጊ ዝጸድቕ የልቦን ተባሂሉ ተጻሒፉ እዩ። ስለዚ እዚ ሰብ እዚ ብናቱ ኣተሓሳስባ ኣብ ቅድሚ እቲ ንጉስ ከእትወኒ ይኽእል እዩ ኢሉ ዝሓሰቦ ክዳን ዝብሎ ዘሎ ዝሓስቦ ስነ ምግባር ወይ ከኣ ተግባራት ሒዙ ክቐርብ ፈቲኑ ኣብቲ ንጉስ መን እንታይ ኢኻ ንስኻ ክዳን እዚ ዘይተኸደንካ ኢልዎ። ዝገርመኩም እቲ ሰብ ግና ታይ ኢሉ ትም ኢሉ እዩ ዝብል ዋላ ሓደ ኣይመለሰን ክንድምታይ ትዕቢት ከም ዝነበሮ ኣይ ስለ ዘይነበረኒ እኮ እዩ ኣነ ፅድቂ ብከምዚ መሲልኒ እዩ ክብል ይግበኦ ነይሩ ግን ከምኡ ኣይበለን ትም ኢሉ እዩ ዝብለና ትዕቢቱ ሽዑ እቲ ንጉስ ንኣገልገልቱ ከም ዝበሎም ኣእዳውን ኣእጋሩን ኣሲርኩም ብክያትን ምሕርቃም ኣስናን ናብ ዘለዎም ፍጹም ጸልማት ኣውጽእኩም ደርብይዎ ከመይ ጽዋዓት ብዙሓት ሕሩያት ግና ውሕዳት እዮም ኢሉ እዚ ሰብ እዚ ብናይ ገዛእ ርእሱ ግብሪ፣ ብናይ ገዛእ ርእሱ ጽድቂ ናብ ቅድሚ ኣምላኽ ክኣቱ ፈቲኑ፣ ኣብ ቅድሚ ኣምላኽ ግን ክነብር ኣይክእልን የሕዋተይ። ኣስተውዕሉ ኣብዚ ሰሙነ ሕማማት እዚ ብዛዕባ ናይ ጎይታ የሱስ ክርስቶስ ውዕለት ንሓስብ ዘለና። ናብ እግዚኣብሔር ኣቦ ናብቲ ንሱ ዘዳለዎ መርዓ ብናሃትና ጽድቂ ብናሃትና ግብሪ ወይ ከኣ ብናሃትና ስራሕ ክንኣቱ ማለት ኣይሕሰብን እዩ ከምዚ ወዲ እዚ ኣትዩ ኣይ ኖ ውጻእ ኢሉ ዘባረሮ ከእትወካ ኣይክእልን እዩ ናብ እግዚኣብሔር ኣቦ ንኣቱ ብወዱ ብኢየሱስ ክርስቶስ ብዝፈጸሞ ስራሕ እዩ ሃዋርያ ቅዱስ ጳውሎስ ኣብ ኤፌሶን ብዛዕባ እዚ ነጊርና እዩ መልእኽቲ ጳውሎስ ናብ ሰብ ኤፌሶን ንረኽቦ ቃል ኣሎ። ናብ እግዚኣብሔር ኣቦ ብኸመይ ከም ንኣቱ ዝነገረና ኤፌሶን ምዕራፍ ክልተ ቁጽሪ ዓሰርተ ሸሞንተ ከምዚ ይብል ኤፌሶን ምዕራፍ ክልተ ብፍላይ ካብ ዓሰርተ ሸውዓተ ዘሎ ከንብቦ። መጺኡ ኸኣ ንኣኻትኩም ነቶም ርሑቓት ዝነበርኩም ሰላም ኣበሰረኩም፣ ነቶም ቀረባ ዝነበሩ ኸኣ ሰላም ኣበሰሮም፣ ከመይ ክልቴና ብእኡ ኢና ብሓደ መንፈስ ናብ ኣቦ እንኣቱ። ክብሪ ንኣምላኽ ይኹን። ኣስተውዕሉ። መጺኡ ኸኣ ንኣኻትኩም ርሑቓት ንዝነበርኩም ሰላም ኣበሰረ። ክልተ ወገናት እዩ ዝጠቅስ ዘሎ። ርሑቓት ዝነበርኩም ዝብል ዘሎ ኣሕዋተይ ካብ እስራኤል ወጻእ ዝኾንና ሰባት ርሑቓት ዝነበርና ብምንታይ ኢና ንክርስቶስ ፈሊጥናዮ ብወንጌል እዩ። ከምኡ ውን ነቶም ቀረባ ዝነበሩ ውን ሰላም ኣበሰሮም እዩ ዝብለና። ቀረባ ዝነበሩ ማለት መን እዮም? እስራኤላውያን እዮም። ኣብዚ ኣሕዋተይ ኣስተውዕሉ ቀረባ ዝነበሩ እዩ ዝብሎም እምበር ኣትዮም ዝነበሩ ኣይኮነን ዝብለና ኣስተውዕሉ ቀረባን ኣቲኻን በቦይኑ እዩ ኣይ ቁሩብ ቀሪብ ኣቲኻ ዶ ትብሎ ንሓደ ሰብ እሞ ኣይ ቁሩብ ቀሪበ ኣለኹ እስራኤላውያን ከዓ ንእግዚኣብሔር ቀረባ እዮም ነይሮም ትንቢት ነይርዎም መጽሓፍቲ ብሉያት ነይርዎም መስዋእቲ ነይርዎም ቤተ መቅደስ ነይሮም ቀረባ ነይሮም ንክርስቶስ ክፈልጡ ናብቲ መንግስቱ ግን ኣይኣተውን እዮም ግን እንታይ እዩ ይብለና ብስራሕ እየሱስ ከኣ ኩላህና ናብ ኣቦ ኣቲና እዩ ዝብለና። እስራኤላውያን ናብ ከነኣን እዮም ኣትዮም ንሕና ናብ ከነኣን ወይ ከኣ ንወርሶ ካልእ የለን ንወርሶ ባዕሉ ክርስቶስ የሕዋተይ ናብ ኣቦ ኣቲና እዩ ዝብለና ከመይ ክልቴና ብኡ ኢና ብሓደ መንፈስ ናብ ኣቦ ንኣቱ ይብለና ናብ የሱስ ክርስቶስ ንኣቱሲ ናብዚ መርዓዚ ንኣቱ ርሑቓት ዝነበርና ይኹን ቀረባ ዝነበሩ ይኹን እቶም እስራኤላውያን ብወዱ ብኢየሱስ ክርስቶስ እዩ እምበር ብናሃትካ ጻዕሪ ብናሃትካ ግብሪ ናብዚ ድግስ እዚ ኣይትኣትን ኢኻ። ንስኻ ጽድቂ የብልካን ብናሃትካ ጽድቂ ኣይኮንካን ናብዚ መርዓ እዚ ትኣቱ። ዋላ ሓደ ሰብ ናብዚ መርዓዚ ንክኣቱ ሒዝዎ ዝኸይድ የብሉን እምነት እዩ ዘድሊ ምኽንያቱ ፅድቂ ዘልብሰካ ናብኡ ምስ ኣተኻ ኢኻ ናፍቲ መርዓ ንሱ ካባና እንታይ ይፅበ ኣሕዋተይ ናብዚ መርዓዚ ንምእታው ትሕትና ኣነ ሓጥእየ ኣነ በደለኛ እየ ግን ከጽድቅ ዝኽእል ደም የሱስ ኣሎ እግዚኣብሄር ብወዱ ብየሱስ ክርስቶስ ዝኸፈሎ ኣሎ ንሱ ይኣምን እየ ጽድቀይ ንስኻ ኢኻ ልበስዎ ለእግዚእነ የሱስ ክርስቶስ ከም ዝብል ንየሱስ ክርስቶስ ለቢሰ እየ ኣብ ቅድሚ ኣቦ ዝኣቱ ኢልና ክንኣምን ይግብኣና እምበር ከምዚ ሰብኣይ እዚ ተዓብዩ ናቱ ስራሕ ሒዙ ክኣቱ ዝፈተነ ብከምኡ መንግስቲ ኣምላኽ ኣይትእቶን እያ። እየሱስ ክርስቶስ ኣብ መስቀል ናሃትና መርገም ወሲድዎ እዩ። እየሱስ ክርስቶስ ኣብ መስቀል ናሃትና ሓጢኣት ወሲድዎ እዩ። ናብዚ መርዓ እዚ እዚ ኣሚንና ኢና ንኣቱ። ኢየሱስ ክርስቶስ ንጹህ ልብሰ ኢኻ ንስኻ፣ ንጹህ ክዳነ ኢኻ ንስኻ። ንዓኻ ለቢሰ እየ ኣብ ቅድሚ ኣቦ ጠጠው ክብል ዝኽእል። ናብ ኣቦ ዝኣትወሉ ዋላ ሓደ ነገር የብለይን ክንብል ይግብኣና። ሃዋርያ ቅዱስ ጳውሎስ ብዛዕባ እዚ ኣብ ቀዳማይ ቆሮንቶስ ምዕራፍ ሽዱሽተ ከምዚ ይብል ቀዳማይ ቆሮንቶስ ምዕራፍ ሽዱሽተ ካብ ቁጽሪ ትሽዓተ ጀሚሩ ክሳብ ዓሰርተ ሓደ ከምዚ ይብል፣ ሓጥኣን ንመንግስቲ ኣምላኽ ከም ዘይወርስዋዶ ኣይትፈልጡን ኢኹም? ኣይትጋገዩ፣ ኣመንዝራታት ወይ መምለኽቲ ጣኦት፣ ዘመውቲ ወይ ግብረ ሰዶም ዝገበሩ፣ ሰረቕቲ ወይ ሱሳዓት ወይ ሰኽራማት፣ ወይ ተጻረፍቲ ወይ ከተርቲ ንመንግስቲ ኣምላኽ ኣይክወርስዋን እዮም። ገሌኹምውን ከምኣቶም ኔርኩም ኢኹም። ግናኸ ብስም ጐይታና ኢየሱስ ክርስቶስ ብመንፈስ ኣምላኽን ተሓጺብኩምን ተቐዲስኩምን ጸዲቕኩምን ኢኹም ይብል ክብሪ ንኣምላኽ ይኹን። ተሓጺብኩምን ተቐዲስኩምን ጸዲቕኩምን ኢኹም እዚ ሳላ መን እዩ ዝብለና? ሳላ ደም ኢየሱስ ክርስቶስ እዩ። እዚ መርዓ እዚ ተዳልዩሉ ኣሕዋተይ እዚ መርዓ እዚ ንዓ እዩ ኢልካ ክትኣምን ከለኻ ትሕጸብ፣ ትቕደስ፣ ትጸድቕ። መጽሓፍ ቅዱስ እዚ እዩ ዝምህረና። ስለዚ ናብ ናይ ጎይታ የሱስ ክርስቶስ መርዓ ንዑ ክብለኩም ይደሊ። ዝመሃረና ኣምላኽ ኣቦታትና ስሙ ንዘልኣለም ዝተኸብረን ዝተመስገነን ይኹን። ጸጋን ሰላም ምስ ኩላትኩም ይኹን ወስብሃት ለእግዚኣብሄር።